ኣርእስተ ዜና፣ ኣፍሪካ ኣብ ዓለም ለኸ መድረኻትን ኣብቲ ሓዱሽ ስርዓት ዓለም ተዋሳኢት ንክትኸውን ኣህጉራዊ ስትራቴጂካዊ ዘተታትን ከም ዘድሊ ኣቶ ሃይለማርያም ደሳለኝ ገሊፆም። ማእኸል ሓበሬታ ሚድያን ባህልን ብሪክስ ፕላስ ምጥያሹ ኣመልኪቱ መርሃ ግብሪ መኽፈቲ ኣብ ሩስያ ሞስኮ ተኻይዱ። ካብ ወፃኢ መገዲ ኣየር ኢራን ናብ ሃገራት ኤውሮጳ ዝገብሮ በረራ ከም ዘቋረፀ ኣፍሊጡ። ኣብ ዝተፈላለዩ ኩርናዓት ዓለም ኮንኩም ንትከታተሉና ሰላምታና ካብዚ ኣዲስ ኣበባ ካብ ዝርከብ ስቱድዮ ኢቲቪ ይብጻሕኹም። ነዚ ሰዓት እዚ ዝተዳለዉ ዜናታት ሒዝናልኩም ቀሪብና ኣለና። ምስ ዜናታት ጌታቸው ኣሎም ሓቢረኩም ክጸንሕ እየ። ሰናይ ምክትታል ንክኾነልኩም ትምኒትና እዩ። ፈለማ ሓጸርቲ ዜናታት ማሕለኻታት ብምስጋር ልምዓት ኣብ ምቅልጣፍ ምርብራብ ከም ዝግባእ ተገሊጹ። ዘጋጠሙ ማሕለኻታት ብምስጋር ልምዓት ኣብ ምቅልጣፍ ምርብራብ ከምዝግባእ ምክትል ቀዳማይ ሚኒስትር ተመስገን ጥሩነህ ገሊፆም። ኣይተ ተመስገን ኣብ ማሕበራዊ ሚዲያ ገፆም ኣብ ዘመሓላለፍዎ ፅሑፍ፣ ሓድነት፣ ሓዱሽ ሓሳብን ብሩህ ተስፋን ንብልፅግናና ቁልፊ መሰረታት እዮም ኢሎም። ነዚ ድማ ኣረኣእያና ብርሃን፣ ተግባርና ሓቂን ፍልጠትን፣ መብፅሒና ድማ ኩለመዳያዊ ምዕባለ እዩ ክብሉ ገሊፆም። ሚኒስትራት ምክልኻል ሃገራት ኣፍሪቃ ቢሾፍቱ ኣብ ዝርከብ ሓይሊ ኣየር ኢትዮጵያ ዑደት ገይሮም። ኣብ መርሃ ግብሪ እቲ ዑደት ሚኒስትር ምክልኻል ኢንጂነር ኣይሻ መሓመድ ተረኺበን። ንሰለስተ መዓልታት ዝፀንሕ ጉባኤ ሚኒስትራት ምክልኻል ኣፍሪቃ ኣብ ኣዲስ ኣበባ እናተኻየደ እንትኸውን ሎማዕልቲ ካልኣይ መዓልቲ ኣብ ዝሓዘ ውዕሎ ተሳተፍቲ እቲ ጉባኤ ኣብ ሓይሊ ኣየር ኢትዮጵያ ተዘዋዊሮም ተዓዚቦም። በዚ ድማ ኣብ ቀፅሪ ሓይሊ ኣየር ዝርከቡ ኣብያተ ትምህርቲ በረራ፣ ኤርቤዝ፣ ማእኸላት ሴሙለተርን ካልኦት መሰረተ ልምዓታትን ከምዝተዓዘቡ ግልጋሎት ዜና ኢትዮጵያ ፀብፂቡ። ብተመሳሳሊ ሚኒስትራት ምክልኻል ኣፍሪቃ ኣብ ማእኸል ዝኽሪ ዓወት ዓድዋ ዑደት ኣካይዶም። ኣብቲ ዑደት ሚኒስትራት ምክልኻል ኣፍሪቃ፣ ላዕለዎት ወተሃደራዊ መኮንናት፣ ተቐማጥነቶም ኣብ ኣዲስ ኣበባ ዝኾኑ ወተሃደራዊ ኣታሼታት፣ ወተሃደራዊ ተመራመርቲ፣ ኣባላት ትካላት ጸጥታን ድሕንነትን ኢትዮጵያ ተሳቲፎም። ሚኒስትር ምክልኻል ፌዴሪኢ ኢንጂነር ኣይሻ መሓመድ ምትሕብባር ሓይልታት ምክልኻል ኣፍሪቃ ሰላምን ድሕንነትን ኣብ ምርግጋፅን ዝማዕበለት ኣፍሪቃ ዕላዊ ኣብ ምግባርን መርኣያ ታሪክ ናፅነት ሃገራት ዝኾነ ታሪክ ዓወት ዓድዋ ነቶም ልኡዃት ኣገንዚበን። ኣፍሪካ ኣብ ዓለም ለኸ መድረኻት ናብቲ ሓዱሽ ስርዓት ዓለምን ተዋሳኢት ንክትኸውን ኣህጉራዊ ስትራቴጂካዊ ዘተታትን ሓበራዊ ውሳነታትን ከም ዘድሊ ነበር ቀዳማይ ሚኒስትር ኢትዮጵያ ኣይተ ሃይለማርያም ደሳለኝ ተዛሪቦም። ኢትዮጵያ ዘዳለወቶ ፈላማይ ጉባኤ ሚኒስትራት ምክልኻል ኣፍሪቃ ብጠንካራ ሓድነት ንኩለመዳያዊ ፀጥታን ሰላምን ኣብ ትሕቲ ዝብል መሪሕ ሓሳብ ኣብ ኣዲስ ኣበባ እናተኻየደ እዩ ዝርከብ። ነበር ቀዳማይ ሚኒስትር ኢትዮጵያ ሃይለማርያም ደሳለኝ ኣብቲ ጉባኤ ሕዚ ዘሎ ስርዓት ዓለምን ኣብ ኣፍሪቃ ዘለዎ ፅልዋን ኣብ ትሕቲ ዝብል መሪሕ ሓሳብ መዛተዪ ፅሑፍ ኣቕሪቦም። ኣፍሪካ ቀዳሞት መሰረት ስልጣነታት ዓለም ከም ዝኾነት ብምሕባር፣ ኣብዚ ሕዚ እዋን ግና ንድሕሪት ካብ ዝተረፉ ክፋላት ዓለም ምዃና ከናስሕ ከም ዘለዎ ሓቢሮም። ስለዝኾነ እውን ትንሳኤ ኣፍሪቃ ጋህዲ ብምግባር ኣብ መድረኽ ዓለም ግቡእ ቦታ ንክህልዋን ፅልዋ ንክትፈጥርን ምግባር ይግባእ ኢሎም። ኣፍሪቃውያን ኣብ ሓበራዊ ጉዳያቶምን ኣብ ዓለም ለውጢ ስርዓት ንክመፅእ ትርጉም ዘለዎ መፍትሒ ዝኸውን ዘተ ክገብሩ ከም ዘለዎም እውን ገሊፆም። ኢትዮጵያ ዘዳለወቶ ጉባኤ ሚኒስትራት ምክልኻል ኣፍሪቃ እውን መርኣያ ስራሕ ከም ዝኾነ ብምግላፅ፣ ኣፍሪቃ ኣብ ስርዓተ ዓለም ተዋሳኢት ንክትኸውን ስትራቴጂካዊ ዘተታትን ሓበራዊ ውሳነታትን ከም ዘድልዩ ተዛሪቦም። ኣብ ክልል ጋምቤላ ወረዳ ኣቦቦ ዝርከብ ግድብ ኣልዌሮ ብምሉእ ዓቕሚ ናብ ግልጋሎት ሕርሻ መስኖ ንምእታው ከም ዝስራሕ ሚኒስትር መስኖን ከባብታት ቆላን ዶክተር ኣብርሃም በላይ ገሊፆም። ሚኒስትር ዶክተር ኣብርሃም በላይ ምስ ርእሰ ምሕዳር ክልል ጋምቤላ ወይዘሮ ኣለሚቱ እሞድን ካልኦት ላዕለዎት ኣመራርሓን ብምዃን ግድብ ኣልዌር ጎብንዮም። ግድብ ኣልዌር ዋላኳ ልዕሊ ዓሰርተ ሽሕ ሄክታር መሬት ከልምዕ ዝኽእል ዓቕሚ እንተሃለዎ እቲ ዝተተልመሉ ግልጋሎት ከይሃበ ምፅንሑ ሓበሬታ ጉዳያት ኪሙዩኒኬሽን እቲ ክልል ኣመላኺቱ። ሚኒስትር መስኖን ከባብታት ቆላን ዶክተር ኣብርሃም በላይ ኣብ እዋን እቲ ዑደት ከምዝበልዎ፣ ከም ሃገር ኣብ ዓውዲ ሕርሻ ዝተተለመ ትልሚ ንምስኻዕ ዝተፈላለዩ ኣማራፅታት መስኖ ተጠቒምካ ዓመት ሙሉእ ምፍራይ ግድን እዩ ኢሎም። ኣብ ክልል ጋምቤላ ንነዊሕ ዓመታት ግቡእ ግልጋሎት ከይሃበ ዝፀንሐ ግድብ ኣልዌር ብሙሉእ ዓቕሚ ናብ ስራሕ ንምእታው መፅናዕቲ መሰረት ዝገበሩ ስራሕቲ ተግባራዊ ምግባር ከምዘድሊ ገሊፆም። እቲ ክልል ሰፋሕቲ ሕርሻን ልሙዕ መሬትን ዘለዎ ስለዝኾነ ኣማራፅታት መስኖ ብምስፋሕ ዓመት ሙሉእ ምፍራይ ዝኽእለሉ ኣሰራርሓ ንክሰጋገር ምስ ዝምልከቶም ኣካላት ብምውዳድ ከምዝስራሕ እውን ተዛሪባ። ርእሰ ምምሕዳር ክልል ጋምቤላ ወይዘሮ ኣለሚቱ ኡሞድ ብግደኣን፣ ኣብቲ ክልል ዘሎ መሬት ሕርሻን ሃፍቲ ማይን ብኣግባቡ ንምልማዕ እቲ ማሕበረሰብ ኣብ ኢንቨስትመንት ግብርና ዝተዋፈሩ ሰብ ሃፍትን ዘሳተፈ ልምዓት ስራሕ ክስራሕ ኢዩ ኢለን። ማእኸል ሓበሬታን ሚድያን ባህልን ብሪክስ ፕላስ ምጥያሹ ኣመልኪቱ መርሃ ግብሪ መኽፈቲ ኣብ ሩስያ ሞስኮ ተኻይዱ። እቲ ማእኸል ኣብ መንጎ ኣባል ሃገራት ብሪክስ ፕላስ ሰብኣዊ ምትሕብባር ንምድንፋዕ ባህሊ ሳይንስን ትምህርትን ንምፍላጥ ኣብ ግምት ዘእተወ እዩ ተባሂሉ። ኣብቲ ስነ ስርዓት መኽፈቲ ካብ ኢትዮጵያ፣ ብራዚል፣ ግብፂ፣ ህንዲ፣ ኢራን፣ ቻይና፣ ኩባ፣ ሩስያ፣ ስዑዲ ዓረብ፣ ቱርክን ደቡብ ኣፍሪቃን ዝተውፃእፅኡ ኣካላት መንግስቲ፣ ማሕበረሰብ ዲፕሎማሲ፣ ተወከልቲ መራኸብቲ ሓፋሽን ትካላትን ተረኺቦም። ኣብ ከይዲ እዚ ጉዕዞ ታሪኽ ብምፍላጥን ኣፈላላያት ብምኽባር ንሓደ ዕላማ ንክነተኣኻኽብ ኣብ ምኽኣል ግደ መራኸብቲ ሓፋሽ ዕዙዝ እዩ ተባሂሉ ክብል ኮርፖሬት ብሮድካስቲንግ ፋና ፀብፂቡ ኣሎ። ኣብ ክልል ደቡብ ኢትዮጵያ ብሕርሻ ቀውዒ 217 ዓ ም 680,000 ሄክታር ሕርሻ ብዝራእቲ ተሸፊኑ ልዕሊ 29 ሚልዮን ኩንታል ፍርያት ከም ዝእከብ ቢሮ ሕርሻ እቲ ክልል ገሊጹ። ልዕሊ ሓደ ሚእትን ኣርባዓን ሸውዓተን ሽሕ ሄክታር ብኩታ ገጠም ሕርሻ እናለምዐ ከም ዝርከብ እውን ተሓቢሩ። ሓላፊ እቲ ቢሮ ኣይተ ሃይለማርያም ተስፋዬ ኣብቲ ክልል ብሕርሻ ቀውዒ ክልተ ሽሕን ዓሰርተ ሸውዓተን ዓመተ ምህረት ሽዱሽተ ሚእትን ሰማንያን ሽሕ ሄክታር ብዝራእቲ ተሸፊኑ ካብዚ እውን ዕስራን ትሽዓተን ነጥቢ ትሽዓተ ሚሊየን ኩንታል ፍርያት ከም ዝእከብ ትፅቢት ይግበር ኢሎም። ብሕርሻ ቀውዒ ሰማንያን ሸውዓተን ሽሕ ሄክታር ሕርሻ ብፍራምረ ከም ዝተሸፈነ ብምሕባር ዕስራን ክልተን ሚልዮን ኩንታል ፍርያት ትፅቢት ከም ዝግበር ምዝራቦም ኮሚዩኒኬሽን ክልል ደቡብ ኢትዮጵያ ገሊፁ።

ተጠናቋል። ፖሊሲ ሽግግር ፍትሒ ዝጸደቐ ኮይኑ እቲ ፖሊሲ ንምትግባር ምድላው ፍኖተ ካርታ ተዛዚሙ ኣሎ። እቲ ፖሊሲ ንምፍጻም ዘኽእሉ መስርሕ ሕጊ እውን ተወጊኖም ኣለዉ። ፖሊሲውን ለማስፈጸም የሚያስችሉ የሕግ ማዕቀፎች ተዘጋጅተዋል። በመንግስት በኩል ዛሬም የሰላም በሮች ሁሉ ወለል ብለው እንደተከፈቱ ናቸው። ብመዳይ መንግስቲ በርታት ሰላም ኸዚ እውን ጋሕ ኢሎም ምስተኸፈቱ እዮም። ብውልቀ ይኹን ብሕብረት ብሰላማዊ መንገዲ ምስ ዝኾነ ኣካል ንምዝርራብ መንግስቲ ድሉው እዩ። ለመነጋገር መንግስት ሁል ጊዜ ምን ጊዜም ዝግጁ ነው። የተጠናከረ ድጋፍ እና። ዝተዋደደን ዝተጠናኸረን ሓገዝኩም ከይፍለየና በዚ ኣጋጣሚ ፃውዒተይ የቕርብ። ፈጣሪ ኢትዮጵያን ህዝባን ይባርኽ። የቐንየለይ። ፈጣሪ ኢትዮጵያና ህዝቦቻን ኣብዝቶ ይባርክ ኣብ ምክትታል መኣዲ ዜና ኢቲቪ ትግርኛ ኢኹም ትርከቡ ክቡራት ተኸታተልቲ መሪፅኩም ስለ እትከታተሉና ነመስግነኩም ሕዚ እውን ምሳና ፅንሑ ብዝርዝር ናብ ዝሓረናዮም ዜናታት ክንሰግር ኢና ብግልጋሎት ዲጂታላይዜሽን ሲስተም ልምዓትን መረዳእታን መሬት ስርዓት ምሕደራ ዘዕግብ ስራሕ ከም ዝተሰርሐ ተገሊጹ ኣሎ ንፀብፃብ ሰሎሞን ፀጋይ ዳሃብ ያሲን
ከንቲባ ከተማ ኣዲስ ኣበባ ኣዳነች ኣበቤን ሚኒስተር ልምዓትን ከተማን ጫልቱ ሳኒን ኣብ ምንቅስቓስ ስራሕቲ ቢሮ ልምዓትን መሬትን ምምሕዳር ከተማ ኣዲስ ኣበባ ዑደት ኣካይደን። እቲ ቢሩ ብመሰረት ልምዓት ህንፀት ቴክኖሎጂን ትካላት ብኔትወርክ ኣብ ምርኻብ ብዝሓለፈ ልዑል ውፅኢት ምምዝጋቡ ተገሊፁ። ብመረዳእታ ዲጂታላይዜሽን ስርዓት ምሕደራ እውን ውፅኢት ምምዝጋቡ ተሓቢሩ እዩ። ከንቲባ ከተማ ኣዲስ ኣበባ ኣዳነች ኣበቤ ከምዝበልኦ፣ እቲ ምምሕዳር ካብ ክልተ ሽሕን ዓሰርተ ሽዱሽተን ጀሚሩ ግልጋሎት ኣብ ዝህቡ ትካላት ፈልዩ ስራሕቲ ሪፎርምን ህንፀት ትካላትን ይውግን ምህላው ገሊፀን። መሬትን በትክክል ካልተቆፃፀርን፣ መሬትን ካላወቅን፣ ካላስተዳደርን እና። መሬት ብትኽክል ተዘይተቆፃፂርና፣ ተዘይፈሊጥናዮን ተዘይመሓዲርናዮን፣ ብዝግባእ ኩነት መሰል ህዝቢ ንክኽበርን ፍትሓዊ ግልጋሎት ንክወሃብን ተዘይገይርና ኣፀጋሚ እዩ ዝኸውን። ነዚ እውን ጠመተ ጌርናሉ ለውጢ እናረኣናሉ ኢና። ክሳብ ሕዚ ኣብ ኣዲስ ኣበባ ዝተፈጠሩ መሰላት መሬት ዲጂታላይዝ ንክግበሩ ብኮምፒተር ስካን ተጌሮም ንክተሓዙን ብኤክስረይ ንክተሓዙን ብሃርድ ኮፒ ብትክክል ንክተሓዙ ሰሪሕና ኢና። እዚ ካብ ወረዳ ክፍለ ከተማ ክሳብ ማእኸል ዝተኣማመንናሉ ዳታ ኣብቲ ማእኸል ንክተ ክተሓዝ ምግባር ክኢልና ኢና። ኣብዛ ከተማ ዝተፈጠሩ መሰላት መሬት ናብ ዲጂታል ብምቕያር ሓደሽቲ ዝተፈጠሩ መሰላት እውን ንኸረጋገፁ እናተሰርሐ ምዃኑ ገሊፀን።
ያሉትን መብቶች በትክክል ለማስተዳደር። ዘለዉ መሰላት ብትኽክል ምምሕዳር፣ ሓደሽቲ ዝፍጠሩ መሰላት ድማ ብግልፅነት መሰል ፈጢርካ ፍሉጥ መሰል ምዃኑ ተረጋጊፁ ናብ ሲስተም ንኸኣቱ ግልጋሎትና ቅልጡፍ ምግባር፣ ተበፃሒ ፅሬት ዘለዎ ምግባር ስራሕቲ ዮም ተሰሪሖም። ሓደ ትካል ኣዘሚንና ዝተማልኣ ግልጋሎት ንህብ ኢና ማለት ኣይኮነን። ምስቲ ትካል ዘለው ሰብ ብፅሒት ትካላትን ሓቢሮም ክዝምኑ ኣለዎም። ኣስታት ኣርባዓ ሽሕ ዝኾኑ በዚ ሲስተም ንክግልገሉ ተመዝጊቦም ኣለው። ዕስራን ክልተን ሽሕ ዝኾኑ ድማ ብትኽክል ግልጋሎት ምርካቦም ኣረጋጊፅና ኢና። ብዚ ኣግባብ ዝሓቱ ድማ ተታሒዞም ግልጋሎቶም ተቋሪፁ እዩ። ሚኒስትር ከተማን መሰረተ ልምዓትን ጫልቱ ሳኒ ብወገነን ኣብ ኣዲስ ኣበባ ቢሮ ልምዓት ዝተሰርሖ ስራሕቲ ድሕሪ ሕዚ ንዝህሉ ስራሕቲ መሰረት ምዃኑ ገሊፀን። ኣዲስ ኣበባ ከተማ በተለይ የመሬት ኣስተዳደር እና ልማት ቢሮን ለመጎብኘት ጥረት ኣድርገናል። ኣብ ከተማ ኣዲስ ኣበባ ብፍላይ ኣብ ምምሕዳር መሬትን ልምዓትን ቢሮ ንምጉብናይ ፃዕሪ ገይርና ኢና። ዝተሰርሑ ስራሕትታት ብጣዕሚ ዝተባብዑ ድሕሪ ሕዚ ንዝህሉ ምስ መሬት ዝተተሓዙ ግልጋሎታት ኣብ ከተማታት ንምዝማን ልዑል መሰረት ዝተነበረሉ ስራሕ ብጭቡጥ ምርኣይ ክኢልና ኢና። ኢትዮጵያ ዓብዪ ስትራተጂ ኣለዋ። ብፍላይ ዲጂታል ኢትዮጵያ ዕስራ ዕስራን ሓሙሽተን ዝብል ልዑል ሃገራዊ ስትራቴጂ ሕድሕድ ዓውዲ ኢንቨስተር ኣብ ተግባር ተዘይውዒልዎ ንበይኑ ስለዘይትግበር ነዚ እውን ንምዕዋት ልዑል ስራሕ ከምዝኾነ ብጭቡጥ ኣብ መሬት ምርኣይ ክኢልና ኢና። ምክትል ሓላፊ ቢሮ ሙላቱ ኣባይነህ ከምዝበልዎ፣ ቅድሚ ሕዚ ዝነበረ ኣወሃህባ ግልጋሎት ንብልሽው ኣሰራርሓ መንገዲ ዝኸፍት ከምዝነበረን ነዚ ስራሕቲ ንምምዕርራይ ይስራሕ ምህላው ገሊፆም። የነበረው ኣሰራር ለብልሹ ኣሰራር፣ ለብልሹ ድርጊት ሲዳርግ የነበረ ስለነበረ፣ እቲ ዝነበረ ኣሰራርሓ ንብልሽው ኣሰራርሓ ዘሳጥሕ ዝነበረ ብምዃኑ፣ ንዕኡ ዘመዓራሪ ለውጢ ዘምጽእ፣ ሪፎርም ዘምጽእ፣ ታይ ይሰራሕ ብዝብል ብምምሕዳር እቲ ከተማ ግልጋሎት ንምስላጥን ብልሽው ኣሰራርሓ ንምንካይን ስርቂ ንምጥፋእን ብቴክኖሎጂ ዝተሓገዘ ስራሕ ምስራሕ ብኦንላይን ቴክኖሎጂ ዝወሃበሉ ሪፎርም ተገይሩ እዩ። በዚ እውን ብዙሓት ለውጥታት መጺኦም እዮም። እቲ ቢሮ ስራሕቲ ምምሕያሽ ቴክኖሎጂ ግልጋሎት ብስታንዳርድ ምሃብ፣ ስራሕቲ ህንፀት ዓቕሚ ሓዊሱ ብልሽው ኣሰራርሓታት ብምክልኻል ተሓታትነት ንምውጋን ትልሚ ከምዝተትሓዘ ተገሊፁ። ኣብ ክልል ኦሮሚያ ኣብ ሕርሻ ቀውዒ ሎም ዘበን ሰብዓን ሸሞንተን ሚእታዊ ዝኸውን መሬት ብኩታ ገጠም ምሕራሱ ተገሊፁ። ኣብቲ ክልል ዓሰርተ ሓደ ሚልዮን ሄክታር መሬት ብዘርኢ ምሽፋኑን ሰለስተ ሚእትን ሰላሳን ሸውዓተን ሚልዮን ኩንታል ምህርቲ ትፅቢት ከም ዝግበርን ቢሮ ሕርሻ እቲ ክልል ገሊፁ። ንፀብፃብ ሩት ወርቁ ናዝሬት በሪሁ።
ኣብ ክልል ኦሮሚያ ኣብ ሕርሻ ቀውዒ ሎሚ ዘበን ዓሰርተ ሚልዮን ሄክታር መሬት ብዘርኢ ንምሽፋን ተተሊሙ ልዕሊ ዓሰርተ ሓደ ሚልዮን ሄክታር ብዘርኢ ምሽፋኑ ቢሮ ሕርሻ እቲ ክልል ገሊጹ። ካብዚ እውን ሰለስተ ሚእትን ሰላሳን ሸውዓተን ሚልዮን ኩንታል ምህርቲ ትጽቢት ይግበር። ኣብቲ ክልል ካብ ዘበነ ምህርቲ ሎቢ ዘበን ብሓፈሻ ብዘርኢ ካብ ዝተሸፈነ ሰብዓን ሸሞንተን ሚእታዊ ዝኸውን ብኩታ ገጠም ምሕራሱ ሓላፊ ቢሮ ሕርሻ ክልል ኦሮሚያ ገሊጾም። ዘንድሮ በምህርት እንሸፍናለን ብለን ካቀድኖ መሬት። ሎምዘበን ብምህርቲ ክንሽፍኖ ኢና ኢልና ካብ ዝተለምናዮ መሬት ሸሞንተ ነጥቢ ሽዱሽተ ሚልዮን ብክላስተር ክንሽፍን ኢና ሓሲብና እናሰራሕና ነይርና። ነዚ እንትንርኢ ሸሞንተ ሚልዮንን ሽዱሽተ ሚእትን ሓምሳን ሓደን ሽሕን ዝኸውን መሬት ልዕሊ ትልምና ብክላስተር ዝሸፈንናሉ ኩነታት እዩ ዘሎ። ብክላስተር ምዝራእና። ምህርትን መፍረያይነትን ከም ዝውስኽ ካብ ዝሓለፉ ዓመታት ዝረኸብናዮ ልምዲ የርእይ እዩ ማለት እዩ። ኣብ ክልል ኦሮሚያ ውሕስነ ምግቢ ንምርግጋፅ ኣብ ምህርታት ዕፉንን ስርናይን ፀመተ ተገይሩ እዩ። ኣብቲ ክልል ብሕርሻ መስኖ ምህርቲ ስርናይ ኣብ እዋን ሓጋይ ካብቲ ስሩዕ እዋን ዝሓሸ ምህርቲ ምፍራይ ከምዝተኽኣለ ገሊፆም። የምግብ ዋስትናን የሚያረጋግጡ ብለን።
ውሕስና ምግቢ ዘረጋግፁ ኢልና ብዋናነት ከም ወፍሪ ሒዝና እናሰራሕናሎም ዝነበርና ሓደ ዕፉን እዩ። ኣብ ዕፉን ሰፊሕ ምንቅስቓስ እናተገበረሉ ዝነበረ እዩ። ከባቢ ሓደ ነጥቢ ሸውዓተ ሚልዮን ሄክታር ብዕፉን ክንሽፍን ኢና ኢልና ተሊምና እናሰራሕና ነይርና። ልዕሊኡ ከባቢ ክልተ ሚልዮን ዝኸውን ብዕፉን ብምሽፋን ትልምና ልዕሊ ሚእቲ ሚኢታዊ ዘዐወትናሉ ኩነታት እዩ ዘሎ። ስርናይ ኣብ ሓጋይ ከባቢ ክልተ ነጥቢ ሸሞንተ ሚልዮን ሄክታር ዝኸውን ብመስኖ ኣልሚዕና ኢና። በዚ ድማ ኣብ ዘበነ ምህርቲ ክልተ ሽሕን ዓሰርተ ሽዱሽተን ዓሰርተ ሸውዓተን ሰለስተ ነጥቢ ሓደ ሚልዮን ሄክታር መሬት ብስርናይ ክንሽፍን ኢና ኢልና ተሊምና ከባቢ ሰለስተ ሚልዮንን ሚእትን ስሳን ሓሙሽተን ሽሕን ዝኸውን ብስርናይ ዝሸፈንናሉ ኩነታት እዩ ዘሎ ማለት እዩ። ኣብ ክልል ኦሮሚያ ካብ ሎሚ ዘበን ሕርሻ ቀውዒ ዝሓሸ ዝርግሐ መዳበርያ ምህላው ዝገለፁ እቶም ሓላፊ፣ ሸሞንተ ነጥቢ ሸውዓተ ሚሊየን ኩንታል ተበፃሒ ተገይሩ ኢሎም። እንደ ክልል የኬሚካል ማዳበርያውንም። ከም ክልል ኣብ መዳበርያ ኬሚካልን ምፍራይ ኮምፖስትን ስራሕ ምንቅስቓስ ዝገበርናሉ ኩነታት እዩ ዘሎ። ኮምፖስት ብስፍሓት ንሓረስቶትና ዘቕረብናሉ ነይሩ። ብፍላይ መዳበርያ ኬሚካል እንትንወስድ ሸሞንተ ነጥቢ ክልተ ሚልዮን ኩንታል ዝኸውን ንሓረስቶትና ንምቕራብ ተሓሲቡ ከባቢ ሸሞንተ ነጥቢ ሸውዓተ ሚልዮን ዝኸውን መዳበርያ ኬሚካል ንሓረስቶትና ክቐርብ ተገይሩ እዩ። ካብዚ ውሽጢ ከባቢ ሸሞንተ ነጥቢ ሽዱሽተ ኣርባዕተ ሚልዮን ኩንታል ዝኸውን ድማ ናብ ሓረስቶትና ክበፅሕ ተገይሩ እዩ። ኣብቲ ክልል ኣብ ዘመነ ምህርቲ ክልተ ሽሕን ዓሰርተ ሽዱሽተን፣ ዓሰርተ ሸውዓተን ካብ ተሓጋዛይነት ናብ መፍረያይነት ብዝብል ምህርቲ ንምዕባይ ከምኡ እውን ምህርታት ኤክስፖርት ተኪኢኻ ንምፍራይን እናተሰርሐ ምዃኑ ተገሊፁ እዩ።
ካብ ልዕሊ ሓምሳን ኣርባዕተን ሃገራት ኣፍሪቃ ዝተውፃእፅኡ ኣብ ስርዓተ ኣመጋግባን ኣግሮ ኢኮሎጂን ዝስርሑ መናእሰይ ተመራመርቲ፣ መራሕቲ ትካልን ሰብ ሃፍትን ዝተሳተፍሉ ጉባኤ ኣብ ኣዲስ ኣበባ እናተኻየደ ይርከብ። ብኣሰናዳእነት ሕብረት ኣፍሪቃ እናተኻየደ ኣብ ዝርከብ ጉባኤ ንምስታፍ ዝመፁ እቶም መናእሰይ ኣብ ኣዲስ ኣበባ ዝተሰርሑ ዝተፈላለዩ ቦታታት መባፅሕ ቱሪዝም ድሕሪ ምዕዛብ ዝስዕብ ርኢቶ ሂቦም ኣለው። ሳራ ሳህለስላሴ ኣዘራሪባቶም ኣላ። ከም ዝስዕብ ተዋዲዱ ክቐርብ እዩ።
በፖሊሲ ደረጃ በእምፕሊመንቴሽን ደረጃ። ብብርኪ ፖሊሲ እንታይ ክነበርክት ኣለና? ከም ተመራማርን መናእሰይን ኣፍሪካ ኣብ ምንታይ ክንሰርሕ ኣለና? ምግቢ ኣፍሪካ ከመይ ገይርና ነላልዮ? ዝብሉ ቀንዲ ቀንዲ ኣጀንዳታት ኣለው። ኣብዚ ኣጀንዳ ብዙሕ ምኽክር ገይርና ኢና። ድሕሪ ምዝታይ ብዙሓት እታወታት ሓሳባት ፖሊሲ ኣኪብና ዕላዊ ክንገብር ኢና። ተፈጥሮ ከባቢ መሰረት ዝገበረ ስራሕቲ ሕርሻ ምጥቃም ንኣፍሪካ ሓዱሽ ኣይኮነን። ስለዚ ንመናእሰይ ብሓባር ኣኪብካ፣ መንእሰይ ኣያታቱ ንዘበናት እናተገብርዎ ዝመፅኡ ንከባቢ ተፈጥሮ ዝስማዕማዕ ሕርሻ ምስፍሕፋሕ፣ ብምግቢ ዓርስኻ ምኽኣል ዝብል ምዕባይ ዩ። እዚ ኢና ካብቲ ጉባኤ ተረዲእና።
እዋን ለውጢ ኩነታት ኣየር ክንደይ ዝኣክል ኣብ ስርዓተ ኣመጋግባና ፅዕንቶ የብጽሕ ምህላዉ ምግንዛብ ንኽእል ኢና። እዚ ጉባኤ ድማ መናእሰይ ኣፍሪካ ኣብ ሓደ መድረኽ ብምትእኽኻብ ኣብ ስርዓተ ምግቢ ኣፍሪካዊ መፍትሒ ንኽቐርፅ ዝሕግዘና እዩ። የኣፍሪካ ተወላጆች። ተወለድቲ ኣፍሪካ ካብ ሓምሳን ኣርባዕተን ሃገራት እዮም መፂኦም። መንግስቲ ኢትዮጵያ እንታይ እዩ ዝሰርሕ ዘሎ ዝብል ክነርእዮም ስለዘለና ናብዚ ክንመርሖም ገይርና ኢና። ንሕና ዝረኣናዮ ካልኦት እውን ክርእይዎ ይግባእ። እንሰርሖ ዘለና ስራሕ ንኻልኦት ብምርኣይ ልምድን ፍልጠትን ሰኒቖም ንኻልኦት ድማ ስለቲ ፅቡቕ ስራሕቲ ንክዛረቡ እዩ። ኣብ ኢትዮጵያ ጥሜት ኣሎ ንዝብል ግጉይ ምዃኑ እውን ክዛረቡ እዩ። Coming here is something very important. መናእሰይ ኣፍሪካ ተኣኻኺብና ናብ ኢትዮጵያ እንትንመፅእ ሕብረትና እዩ ዘርኢ። ምኽንያቱ ስለ ኢትዮጵያ እንትንዛረብ መሰረት ኣፍሪካ ምዃና ኢና ንግንዘብ። ሕዚ ንርከበሉ ሚዜም ዓድዋ እውን ኣይሰዓርን በሃላይነት ኢትዮጵያውያን እንዝክረሉ እዩ። እቲ ህዝቢ እንተኾነ ጋሻ ተቐባሊ ምዃኑ ተዓዚብና ኢና። ምስ ተመለስና ድማ ነዚ ዝረኣናዮ ሰናይ ተግባር ኢና ክነካፍል።
ስለ ኢትዮጵያ ኣብ ቤት ትምህርትን ኣብ መፅሓፍን ካብ ዝፈልጦ ወፃኢ ብዙሕ ግንዛበ ኣይነበረንን። ሕዚ ብኣካል መፅየ ብምርኣየይ ግን ደስ ኢሉኒ እዩ። እቲ ህዝቡ፣ ምግቡ፣ ቡንኡ ተመችዩኒ እዩ። ብፍላይ ድማ ምስ ባህሊ ኣመጋግባ ዘሎ ኩነታት ፈትየዩ እየ። ኢትዮጵያውያን ብዙሓት ባህላዊ ምግብታት ከም ዘለዎም ተዓዚበ እየ። እዚ ባህሊ ናብ ዚምባብዌ ተዝፋሕፋሕ ዝብል ትምኒት እውን ኣሕዲሩለይ እዩ።
ኣዲስ ኣበባ ውቅብቲ ኮይና እየ ረኺበያ። እቶም ሰባትን ባህሎምን ከምኡ እውን ቅመም ዝበዝሖ ኣመጋግባኦም ብሓፈሻ ዘሎ ብዝሓነት ባህሊ ፈትየዮ እየ። ባህልኻ ሓሊኻ ናይ ምፅናሕ ትርጉም እውን ተማሂረ እየ። The history of Eth from Ethiopia history to Ethiopia was is. ታሪኽ ኢትዮጵያውያን ካብ ኣያታቶም ኣትሒዙ ዝተሃነጽሉ ኩነታት ምርዳእ ብዙሕ ጥቕሚ ኣለዎ። ብዝተወሰነ መልክዑ ንኢትዮጵያ ክርኢ ምኽኣለይ እውን ሕጉስ እየ። We are here invited in Addis Ababa. ኣብ ኣዲስ ኣበባ ዝተረኸብናሉ ምኽንያት ኣብ ስርዓት ኣመጋግባ ዝዝቲ ጉባኤ ሕብረት ኣፍሪካ ንምስታፍ ተዓዲምና እዩ። ኣብ ኣዲስ ኣበባ ዝርከቡ ሰሓብቲ ቦታታት እውን ክንዕዘብ ክኢልና ኢና። ከም ሙዚየም ዓድዋን ፓርክ ኣንድነትን ዝኣመሰሉ እውን ርኢና ኢና። ኢትዮጵያ ኣብ ዝሓለፉ ዓመታት ዘመዝገበቶም ዓወታት ብኣካል መፂኤ ኣረጋጊፀ ኣለኹ።

እዮም ዝርከቡ። እዞም ስራሕቲ እዚኦም ናብ ዝለዓለ ብርኪ ንምብፃሕን ዞባ ናፃ ንግዲ ድሬዳዋ ብሙሉእ ዓቕሙ ናብ ስራሕ ንምእታውን ዝተዋደደ ፃዕሪ እናተገብረ ከምዝርከብ እውን ሓቢሮም። ii። መገዲ ኣየር ኢራን ናብ ሃገራት ኤውሮጳ ዝገብሮ በረራ ኣቋሪጹ። መገዲ ኣየር ኢራን ናብ ሃገራት ኤውሮጳ ዝገብሮ በረራ ከም ዘቋረጸ ኣፍሊጡ። እቲ ውሳነ ሕብረት ኤውሮጳ፣ ኢራን ኤር፣ ሳሃ ኤርላይንን ማሃን ኤርን ኣብ ልዕሊ ዝተባህላ መገዲ ኣየራት ኢራን ዘንበሮ ማዕቐብ ስዒቡ ዝተመሓላለፈ ውሳነ ከም ዝኾነ ተገሊጹ። ናብ ኤውሮጳ ንምኻድ ትኬት ቆሪጾም ዝነበሩ ተጓዓዝቲ፣ እቲ በረራ ንዘይተወሰነ እዋን ከም ዝተቋረጸ ብጽሑፍ መልእኽቲ ክፈልጡ ከም ዝተገብረ ተሓቢሩ። ሕብረት ኤውሮጳ ንሩስያ ሚሳይልን ድሮንን እናቕረባ ነይረን ብዝብል ኣብ ልዕሊ ሰለስተ መገዲ ኣየራት ኢራን ሓዱሽ ማዕቐብ ምንባሩ ይዝከር። እቲ ሕብረት ካብተን መገዲ ኣየራት ብተወሳኺ ኣብ ካልኦት ኣርባዕተ ትካላትን ሸውዓተ ውልቀሰባትን ማዕቐብ ከም ዘንበረ ፕሬስ ቲቪ ጸብጺቡ'ሎ።

ክብራት ተኸታተልቲ ዜናታትና ቅድሚ ምዝዛምና ቀንዲ ቀንዲ ነጥብታትና ክነዘኻኽረኩም። ኣፍሪካ ኣብ ዓለም ለኸ መድረኻትን ኣብቲ ሓዱሽ ስርዓት ዓለምን ተዋሳኢት ክትኸውን ከም ዘለዋ ነበር ቀዳማይ ሚኒስትር ኢትዮጵያ ሃይለማርያም ደሳለኝ ገሊፆም። ማእኸል ሓበሬታ ሚድያን ባህልን ብሪክስ ፕላስ ምጥያሹ ኣመልኪቱ መርሃ ግብሪ መኽፈቲ ኣብ ሩስያ ሞስኮ ተኻይዱ። ካብ ወፃኢ መገዲ ኣየር ኢራን ናብ ሃገራት ኤውሮጳ ዝገብሮ በረራ ከም ዘቋረፀ ኣፍሊጡ። ክቡራት ተኸታተልቲ ነዚ ሰዓት እዚ ዝተዳለዉ ዜናታት እዞም ክትከታተልዎም ዝጸናሕኩም መስሉ እዮም ስለ ምክትታልኩም ነመስግን ጌታቸው ኣለሙ ምስ መላእ ሰሙያ ስቱድዮ ሓቢረኩም ነራ በብዘለኹሞ ሰላም ንክትኾኑ ትምኒትና እዩ ዜና ስፖርት ክቕጽል እዩ ተብወገነይ ኣብዚ ክፍለ